ሓልፊና ሎም መዓልቲ ምስ ኩነታት ዓለም ኣረኣኢና ዘለናዮ ዘመን ኣበየናይ ዘመን ከም ዘለና ነገራት እንዳተወደኣ ይኸይድ ከም ዘሎ ሓደ ሓደ ግዜ ድማዕበለ ነገራት ይመስለና ነገራት በቃ እንዳጸቡቑ ስለ ዝኸዱ ኣለዉሲ ዋው እዛ ዓለም እዚኣ ትሕደስ ኣላ ብጣዕሚ ጽቡቕ ይኸውን ኣሎ ክንደይ ደስ ዘብል ማሲ ዝበሃግ ነገር ብዙሕ ነገር ዝረኣይ ዘሎ ሕጂ ንሕና በቃ ደይ በጻሕናዮ ብዙሕ ነገራት እዩ ዘሎ ኣብዚ ዓለም እዚ ተበጽሒ ዘሎ ግን ፈጺምና ደይ ንፈልጦ ዘይንሪኦ ርኢናዮ ዘደንቐና ነገር ብዙሕ ነገር እዩ ዝስራሕ ዘሎ ስለዚ ዓለም ትፍጠር ኣላ፣ ትስራሕ ኣላ፣ ትሕደስ ኣላ ወይ ድማ ናብ ዝበለጸ ነገር ትኸይድ ኣላ ኢልና ንሓስብ ንኸውን ግን እቲ መወዳእታ ዘመን ምዃኑ እዩ ዘርእየና ዘሎ ማለት እዩ ነገራት እንዳቐልጠፈ ነገራት እንዳጎየየ ነገራት ብጣዕሚ እንዳናሃሩ ይኸዱ ኣለዉ ዓለም ከዓ ናይ ሒደት ሰባት ናይ ምዃን ተኽእሎ ናብኡ ገጹ ይኸይድ ኣሎ። ምድርና እቲ ርኢናዮ ናይ ውግእን ወረ ውግእን እታ ዝዓበየት ሕጂ መናወጺት ዓለም ኮይና ትረኣይ ዘላ ቀርኒ ኣፍሪቃ ብዙሕ መዛረቢ ኮይኑ ኣሎ ክንሪኦ ከለና ዳርጋ ኣብኡስ እንታይ እዩ ክግበር እንታይ ክፍጠር ዘን ዓለማት እንታይ ክገብራ ኣብኡ ኢልካ ትሓስብ የተሓሳስበካ መቸም ያ ሕጂ እዚ ናበይ ገጽና ኢና ንኸይድ ዘለና ሕዳ ናይ መወዳእታ ገጽና ኢና ንኸይድ ዘለና ዓለም ብዘዘናግዑ ነገራት ገይራ ድማ ብጣዕሚ ከዓ ዘዘናግዑ ባህ ዘብሉ ነገራት ድማ ንእምሮና ንመንፈስና ንነገራትና ኣእምሮና ዝወስድ ነገራት ድማ ብዙሕ ነገር መዘናግዒ ካ ተምፅእ ኣላ እዚ ሰይጣን ዝገብሮ ዘሎ ነቲ ናይ ፀረ ክርስቶስ ናይ ምምፃእ ደቃላጥፎ ዘሎ መሳርሕታት እዩ ለንቅነ ኣብ እስራኤል ሎማዓልቲ ርእየ ሓንቲ ቪድዮ ሲ ካብ መጠን ንላዕሊ ኣእምሮኡስ በሊሕ ዝኾነ ሰብ ብጣዕሚኡ ማሲ ሰብ ድዩ ክትብሎ ደይትኽእለሉ ዓቕሚ ኣእምርኡ ዓቕሚ ፍልጠቱ ዓቕሚ ርድኢቱ ዝዛረቦ ዘረባታት እዚኣቶም ኩላቶም ሲ እንታይ ኣቢልዎም ኦኦ እዚ እዩ እቲ መሲህ ኢሎም እቶም ባዕላቶም እቶም ራቢን እቶም ኣይሁድሲ እንታይ ክገብሩ ጀሚሮም ክሰግድሉ ጀሚሮም መፅኦም ክሳለምዎ ጀሚሮም በቃ ንሳቶም ከስሕቶም ጀሚሩ ማለት እዩ ኣነ ክርስቶስ እዮም ክርስቶስ ማለት መሲህ እዩ እቲ እቲ ዝተቐብአ በቃ ካባይ ንላዕሊ ዝተቐብአ ሲ የለን ኣነ እየ ሕጂ መፅእ ዘለኹ ኢሉ ክሳዕ ከምዚ ዝመፀሉ ዘመን እዩ ዘሎ ማለት ሕጂ ዘመን እንታይ ኮይኑ ድኸይድ ዘሎ እንዳኸፍአ ዘመን እንዳፀበበ እንዳፀበበ እንዳፀበበ ዕድሜና ከዓ ከምኡ ከዓኒ እንዳኸደ እንዳኸደ እንዳኸደ እዩ ድኸይድ ዘሎ ሓውና እኳ ሓሊፉ ማለት እዩ ናይ መወዳእታ ነገር ኣሎ ማለት እዩ ስለዚ ኣብዚ መወዳእታ ዓለምሲ ንጴጥሮ ጳውሎስ ንጢሞቴዎስሲ ማዕዳ ምዒድዎ ማዕዳ ምዒድዎ ኣብተን ዝመጽኣ መዓልትታት ኢልዎ እቲ እተን መወዳእታ መዓልትታት እተን ዝቕጽላ ዓመታት ዘን ዝመጽኣ ዘለዋ ዓመታትሲ ንሳተንሲ ናይ መወዳእታ መዓልትታት እየን እሞ ከመይ ዓይነት ሰባት ክመፁ እዮም ንሕና ከ እንታይ ክንከውን ከም ዘለና ንሕና ከዓ ሕጂ ክርስትና ማለት ማለት ከምዚ ኣብ ምድራዊ ነግራሲ በቃ ጥዒምና ባህባህ እናበለና እናተሓጎስና ከምዚ ምቁር ነገር ምስ ኣለኩም ከምዚ ዶልሽ ዶልሽ እናጠዓመካ ህይወት ትነብሮ ከምኡ ዓይነት መታን ከይንኸውን ኣብ ክርስትና ህይወት ውግእ እዩ ክርስትና ውግእ እዩ ማለትሲ ኣብ ቃልሲ ኢና ዘለና ውግእ ልክ ዓለም ውግእ ትዋግኦ ከም ዘላ ኣብ መንፈሳዊ ዓለም ስለ ዘለና ንሕና ከዓኒ ኣብ ውግእ ኢና ንነብር ዘለና ደዋጎላሃ እንታይ ማለት እዩ? ነቲ ናይ ኣምላኽ ቦታ ነቲ ናይ እግዚኣብሔር ስፍራ ክወስድ ዝደሊ ሰይጣን ከምኡ እንዲ ኩሉ ግዜ ኣብ ናይ እግዚኣብሔር ክብሪ ንዑ ንጠሚትዎ ንዑ ንደሊ ኣብ ውሽጥና ዘሎ ናይ እግዚኣብሔር መቕደስ ኣብ ውሽጥና ዘሎ ናይ እግዚኣብሔር ነገር ንዕኡ ንክወስዶ ግና ብጣዕሚ ብዙሕ መገዲ ንዓና ይዋጋኣና ማለት እዩ ስለዚ ኣብ ውግእና ዘለና ስለዚ ኣብ ውግእ ስለ ዘለና ግን ከመይ ክንከውን ኣለና ከኣ ከምቲ እቲ ጳውሎስ ንጢሞቴዎስ ዝመኸሮ ምኽሪ ንዓና ከኣ እንኮላ እዩ ስለዚ ካብኣ ክንወስድ ኢና ኣብ ካልኣይ መልእኽቲ ጳውሎስ ናብ ጢሞቴዎስ ኣብ ሳልሳይ ምዕራፍ ኣብኡ ዘሎ ሓሳባት ክንርኢ ኢና ከምኡውን ኣብ ራብዓይ ምዕራፍ እውን ገለገለ ክንርኢ ኢና ማለት እዩ ኣሕፅር ኣቢለ እቲ ሓሳብ ክንዘራረበሉ ኢና ያው ርዱእ ስለ ዝኾነ እንዳንበብናዮ ሃው ኸነ ተዘራረብና ክንቅፅል ኢና ኣምላኽ ይመስገን ስለዚ ኣብቶም ዳሕሮት መዓልትታት ግና ኢሉ ክፉእ ዘመን ከም ዝመፅእ እዚ ፍለጥ ኢሉ ማለት እዩ ስለዚ ዳሕሮት መዓልትታት ዝበሃላ ሕጂ ካብቲ ጳውሎስ ንጢሞቴዎስ ዝፀሓፈሉ ግዜያት ድሕር ገሚትና ይኹ ገማግም ክልተ ሽሕ ዓመት ከይዱ ኣሎ ማለት እዩ ክልተ ሽሕን ዒስራን ዓመት ዝኸውን ዘሎ ሕጂ እወ በቃ ልዕሊ ክልተ ሽሕ በቃ ክልተ ሽሕ ዓመት ሓሊፉ ኣሎ ተጻሒፉ ኣሎ ማለት እዩ እቲ መዓልታት ከ እንታይ ኮይኑ ክንደት ናይ መወዳእታ መዓልቲ እዩ እንዳተባሃለ ይጽዋዓሉ ኣሎ ስለዚ ንሕና ኣበይ ኣለና ማለት እዩ ኣብቲ ናይ መወዳእታ ዘመን ኢና ዘለና ኣብኡ ኢና ዘለና ማለት እዩ እቲ ግዜ ክረኣይ ከሎ ካብ ዘመን ናብ ዘመን ክረኣይ ከሎ ካብ ዓመታት ናብ ዓመታት ክረኣይ ከሎ ባዕሉ እቲ ባህሊ ዝበሃልን ባህሪ ዝበሃልን ስነ ልቦና ዝበሃልን ስነ ምግባር ዝበሃልን ነገራት ኩላቶም እንታይ ኮኑ እንዳተረፉ እንዳተረፉ እንዳተረፉ እንዳተረፉ እዮም ዝኸዱ ስለዚ ኣብዘን ዳሕሮት መዓልታት እንታይ ኢልና ግና ክፉእ ዘመን ከም ዝመፅእ በቃ ስነ ምግባር ዘይብሉ ዘመን ከም ዝመፅእ ሕልና ዘይብሉ ህይወት ከም ዝመፅእ ፈፂሙ በቃ ህይወት ናይ ሰብ ድዩ ዋላ ህይወት ናይ እንስሳ ድዩ ፈላሊኻ ደይትርእየሉ ዘመን ከም ዝመፅእ ሲ እዚ ፍለጥ ኢልና እቲ ምፍላጥ ኣዝዩ ኣገዳሲ እዩ ንሪኦ ከለና ሓደ ሓደ ግዜ ክሳይ ትኸውን ኢኻ እምበር ዶ በቃ እቲ እዚ ሰብሲ ምሽ ኣለኩም ከምዚ ሰብ ኮይኑ ቅርፂ ናይ ሰብ በቃ ስጋ ለቢስና ሓደ ዓይነት ኮይናስ ግን ክትሪኦ ከለካ ክትዛረብ ከለካ ብዛዕባ ኣብ ኣምላኽ ዘለዎም ብዛዕባ ፍጥረት ዝበሃል ብዛዕባ ገለ ክንዛረብ ከለና ብፍላይ ንሕና ኣብዚ ቀዳማይ ዓለም ዘለና ዓድና እኮ በቃ ብጣዕሚ ፅቡቅ ኮይ ኣው እኮ በቃ ህዝብና እኮ በቃ ልቦና ዘለዎ ህዝቢ ንኣምላኽ ዝፈርህ ወላ እቲ ክርስትና ፅቡቅ ገይሩ ወላ ኣይረዳእዮ እምበረይ እቲ ኣምላኽ ዝበሃል እቲ ፈሪሃ እግዚኣብሄር ዝበሃል ሲ ኣብኡ ኣሎ ትሪኦ በቃ ኣብዚ ክንሪኦ ከለና ድማ ብጣዕሚ ትድነቕ እንታይ ዓይነት ሰብ ክፍጠር እንታይ እዩ ክኸውን ኣብዚ ዝውለዱ ዘለዉ ቆልዑሲ ብጣዕሚ ጥንቃቐ ከም ዘድልዮ ብጣዕሚ ናይ ኣምላኽ ነገር ካብ ግዜ ንእስነቶም ክኣትዎም ከም ዘለዎም እዩ ዘርእየካ ምክንያቱ መንእሰያት ምስኻ ክሰርሑ ገለ ክትሪኦም ከለኻ ናይ ኣምላኽ ነገር ክመፅእ ከሎ ኣብ ከምዚ ኢሎም ሲ ነዚ ገፆም ሲ ቅይርይር የብልዎ ንሓደ እንታይ ሓሲበ ዋ እምበር ዶ እዚ ሰብሲ እቲ ሰብ ዝበሃል ኮይኑ ክነብር እዩ የብለካ እንታይ እዮም ክኾኑ ኢልካ ትሓስብ ስለዚ ዝመፅእ ጀነሬሽን ዝመፅእ ወለዶ ብዛዕባ ክትሓስብ ከለካ ብጣዕሚ ናብ ፈሪሃ ኣምላኽ ዘእቱ ነገር ካብ ሕጂ ክኣትዎም ክኽእል ኣለዎ ኣምላኽ ክዝረኣሎም ክኽእል ኣለዎ ኣብ ዝኣተናዮ ዘደቂ ዘለውኹም ኣብዚኣ ዝዓብዩ ዘለዉ ደቅና ናይ ኣምላኽ ነገር ውሽጦም ክኣትዎም ክኽእል ኣለዎ ምክንያቱ ኣዝዩ ክፉእ ዝኾነ ዘመን እዩ ዝመፅእ ዘሎ ስለዚ እዚ ፍለጥ ኢሉ ማለት እዩ። ሕጂ እቶም ሰባት እንታይ ከብዱ መስሉ ክዛረብ ከሎ ድማ ሽዑ ሰባት ኢሉ ፈተውቲ ርእሶም ክኾኑ እዮም ኢሉ ማለት ሰብ ሽዑ እንታይ ክኸውን ማለት እዩ ናይ ርእሱ ጥራይ ኣብዚ ዘለና ዓለም ዝናየና እዚ ዓለም እዚ እሞ በቃ ክንሪኦ ከለና እዚ ቀዳማይ ዓለም ዝበሃል ነገር ክንሪኦ ከለና እሞኒ ፈጺሙ ነቦይ ዝብል የለ ንሓወይ ዝብል የለ ነደይ ዝብል የለ ገለ የለ ኢለኩም ኣለኹ ንሕና እኮ በቃ ዳርጋ ናብራናሲ ንሕና ንነብሮ ናብራ ተመቓቐለ ናብራ ኢና ንነብር ንስድራና ንነብር ንሕዋትና ንነብር ንከምዚ ንነብር ኩሉ ኩሉ እቲ ሳልሳይ ዓለም ዘሎ ማለት እዩ ኣብዚ ቀዳማይ ዓለም ድሕዳር ኢና ግን ፈፂሙ ከምኡ ዝበሃል የለን ሳንቲም ብሳንቲም ስድሮም ክቃፀፁ በቃ ህይወት ኣቦታቶም ህይወት ኣቦሓጎታቶም ቀቲሎም ክወርሱ ዝኽእሉ ከምዚ ዓይነት ወለዶ እዩ ኣብዚ ዘለናዮ ዘመን ማለት እዩ እዚ ዘለናዮ ሃገር ይኹን እዛ ዘለናያ ዓለም ኣዝያ ከቢድ ንህይወት ነፍሲ ወከፍና ክዋግኣና ዝኽእል ነገር ዓለም ኢና ዘለና ስለዚ እንታይ ኢልዎ ማለት እዩ ክፉእ ዘመን ከም ዝመፅእ ዝፍለጥ ሽዑ ሰባት እንታይ ኢልዎ ፈተውቲ ርእሶም ክኾኑ እዮም ሕጂ ፈተውቲ ርእሶም ክንርኢ ከለና ሰባት ከነዛርቦም ከለና ሲ ንርእሶም ክንደይ ፈትዎ እዮም እዞም ሰባት ክንብል ከለና እንታይ ኢና ክንሓስብ ዘለና እዚ ሲ እቲ ክፉእ ዘመን ምዃኑ የረጋግፀልና ኣሎ ማለት እዩ ፈተውቲ ገንዘብ ክኾኑ እዮም ኢሉ ማለት እዩ ስለዚ ገንዘብ ኣዝዩ ዝፍተወሉ መቸም ጎይታ ባዕሉ እውን እንታይ ኣሎ ንገንዘብን ንኣምላኽን እንታይ ገይሮም ኣሎ ማዕረ ማዕረ ገይሩ ሰሪዕዎም ኣሎ ወይ ንገንዘብ ወይ ድማ ንኣምላኽ ስለምንታይ ሲ ገንዘብ ዝበሃል ሲ ስለምንታይ ሲ ምስ ኣምላኽ ኣመዓራሪዎ ድሕር ዳኣልና ኣብ ገንዘብ ዘሎ ሓይሊ እዚ ኩሉ ንሪኦ ዘለና ሕጂ ንገንዘብ እዩ እዚ ኩሉ ዝረኣዩ ዘሎ ዘበለ ኩሉ እንታይ እዩ ሰብ ኣብ ኣእምሩ እንታይ እዩ ዘሎ ገንዘብ እዩ ሕጂ ንእምሮናሲ ገንዘብ ገዚእዎ ደሎ ዋላ ኣምላኽ ይገዚእዎ ደሎ ብዛዕባ እንታይ ንሓስብ እዩ ኣብ እምሮናስ ብዛዕባ እንታይ ይሓስብ ድሕሪ ድኣ ገንዘብ ድሕሪ ድኣ ኣብ እምሮና ከም ናይ ኣምላኽ ስፍራ ኮይኑ ሒዝዎ ድሕሪ ኣሎ ኮይኑ እንታይ ኮይና ኣለና መሊኽና ኣሎ ማለት እዩ መሊኽና ኣሎ ስለዚ ክገላበጥ ኣለዎ ኣምላኽ ንእምሮና ክገዝኦ ያ ሰላም ክርስቶስ ንእምሮኹም እንታይ ይግበሮ ኢሉ ይግዛእዮ ኢሉ ስለዚ ይገዝእ እዩ ማለት ገንዘብ ይገዝ እዩ ኣምላኽ ከዓ ይገዝ እዩ ኣምላኽ ይመስገን ንሕና ብኣምላኽ ዝተገዛእና ሰባት ኢና ክብሪ ንኣምላኽ ይኹን ግን ከኒ ሓይሊ ኣለዎ ገንዘብ በቃ ገንዘብ ናይ ምፍታው ገንዘብ ገንዘብ ገንዘብ ገንዘብ በቃ ዝኾነ ዘመን ክመፅ እዩ ኩሎም ሚልዮነራት ሙልቲ ሚልዮነራት ዝኾኑ ኣብዚ ዓለም እዚኣ ሲ በቃ ዘሎ ዝበሃል ገንዘብ ኣኪቦም ሲ ገና እንታይ ይገብሩ ኣለዎ ማለት እዩ በቃ ካብኡ ንላዕሊ ክድይቡ ይደሉ ልዕሊ ኩሉ ክብፃሕ ዘለዎ ንወዲ ሰብ ክዕርፎ ዝኽእል ገንዘብ ኣይኮነን ኣምላኽ እዩ ንወዲ ሰብ ክዕርፎ ዝኽእል ናይ መወዳእታ ዕረፍትና እግዚኣብሔር እዩ ኣቶም ኩልኹም ዝፅዕሩ ፀሩ ዝኸበለኩም ኣነ ክዕርፈኩም እንታይ ኢልና ባይ ዕረፍቲ ኣብ መን እዩ ዝርከብ? ኣብ ገንዘብ ኣይርከብን እዩ፣ ኣብ ትሕዝቶ ኣይርከብን እዩ፣ ኣብ ዝኾነ ነገር ምድራዊ ነገር ኣይርከብን እዩ፣ ዕረፍቲ እዩ ብእግዚኣብሔር ጥራይ ማለት እዩ። ኣምላኽ ይመስገን። ስለዚ እንኳዕ ዝዕረ እንኳዕ እግዚኣብሔር ዝዕረፈና እዚ ዕረፍቲ እዚ እንኳዕ ረኸብናዮ። ደስ ዘብል እዩ። እንታይ ኢሉ ሓደ ዘማራይ ክዝምር ከሎሲ ረኺበካ ረኺበካ ኢሉ በቃ ጸልዩ ኣመስጊኑ ረኺበካ። ኣነ ግን ካልእ ቀይረያ ናይን ኣምላኽ ኢና ንዓና ረኺብና ኣይኮነን ና ጥፋኣ ዝነበርና ንዓና እንታይ ጌርና ረኺቡ እንታይ ጌርና ዓዲግና ስለዚ ንሕና ተዓዲግና ኣምላኽ ረኺብና በር ባዕልና ኣይኮና ንኣምላኽ ደሊናዮ ረኺበካ ኢሉ ዘሚሩ ኖ ረኺብካኒ ኢሉ ክዝምር ነይርዎ ኢለ ኣነ ስለዚ ኣምላኽ ይረኺብና በር ባዕልና ይረኽብና ና ኣምላኽ ንሕና እሞ ርሑቃት ነበርና ጥፋኣ ዝነበርና ጸላእቱ ዝነበርና ኣፍቂሩ ዋጋ ዓዲጉ ብደሞ ዓዲጉና ኣቱ ጌርና ስለዚ ናቱ ኢና ንሕና ማለት እዩ ስለዚ ዓዲካኒ ረኺብካኒ ክንብሎ ከለና ይበልፅ ማለት እዩ ፈተውቲ ገንዘብ ተጃሃርቲ ኢሉ ዕቡያት ተፃረፍቲ ንወለዶም ዘየእዘዙ ዘየማስዉ ርኹሳት ፍቕሪ ንስድራ ቤቶም እኳ ዘይብሎም ተቐየምቲ ሓመይቲ ቀለልቲ ጨካናት ሰናይ ዘይፈቱ ኣሕሊፎም ዝህቡ ህውኻት ተፈኽነቲ ካብ ንኣምላኽ ምፍቃር ዓዚዞም ተድላ ዝደልዩ

በቃ ተወዲኡ ሰይጣን ከ እንታይ ድብል እዚኣ ኢኻ እደልያ ነይሩ ኣነ ኣምላኽ ኣብቲ ላዓሊ ስፍራ በቃ ንዓይሲ ክመልከኒ ዝደልስ ወልሓደ የለን ይብልኻ ዝገርም እዩ በየን ጌርካ ትኣትዎም ነዞም ሰባት እዚኣቶም ብዛዕባ ኣምላኽ ከተረድኦም በየናይ ጌርካ ኢኻ ክትኣቱ ትኽእል ክፉእ ዘመን ኣዝዩ ክፉእ ዘመን ክቕጽል ከሎ ኢሉ እቶም መልክዕ ኣምላኽ ዘለዎም ኢሉ ነቲ ሓይሉ ግና ዝኽሕድዎ ናብ ኣባይቲ ህርግ እናበሉ ሓጢኣት ዝመልአንን ብብዙሕ ትምኒት ዝድፍኣ ኩሉ ሰዓት ዝመሃራ ናብቲ ፍልጠት ሓቂ ክበጽሓ ግና ከቶ ዘይከኣለን ኣንስቲ ዝማርኹ ካብዚኣቶም እዮም እሞ ካብዚኣቶም እውን ረሓቕ ኢሉ ሕጂ ይምዕድ እዩ ዘሎ ማለት እዩ ኣብዚ ከዓ እንታይ እዮም ኣመንቲ እዮም ብዛዕባ ኣመንቲ እዩ ዝዛረብ ዘሎ ስለዚ ነብሳት ኩሉ ግዜ በቃ ሓገዝ ዝደልያ ደገፍ ዝደልያ ስቅ ኢለን በቃ ክዓብያ ዘይክእላ ነብሳት ንዓታተን ይሓባብሉ ኣብኣተን ይኣትዉ ስለዚ ይማርኹ ኢሉ ነዚኣቶም ድማ ይዛረብ ኣሎ ኣብቲ ክፉእ ዘመን ዝረኣይ ዝግለጽ ነገር ድማ ከምዚኣቶም እውን ክረኣዩ እዮም ኢሉ ማለት እዩ ኢሉ ከምቲ ንያኔስን እምብርያስን ንሙሴ ጠቐሞ እቶም ኣእምሮኦም ዝጠፍአ ብእምነት ዘይተፈተኑ ሰባት ድማ ከምኡ ነቲ ሓቂ እንታይ ገብሩ ኣለዉ ይቃወሙ ኣለዉ ሕጂ እዚ ከዓ ኣብ ቤት ኣምላኽ ዝርከብ ነገር እዩ ማለት እዩ ስለዚ ነቲ ሓቂ ዝቃወሙ ነቲ ልክዕ ዝኾነ ናይ እግዚኣብሔር ኣሰራርሓ ዝቃወሙ ከምዚ ዓይነት ሰባት ድማ ታገብሩ እዮም ኣብቲ መወዳእታ ዘመን ታገብሩ እዮም ክትንስእ እዮም ስለዚ ንስኻ ነዚኣቶም ኣለሊኻማ ካብኣቶም እንታይ ግበር ረሓቕ ሕጂ መጽሓፍ ቅዱስ ህደም ይብል ዶ ኣይብልን? ይብል ህደም። ሕጂ ካብ ብዙሕ ነገር ህደም ድብሎ ነገራት ኣሎ። ካብ ትምኒት ጉብዝና እንታይ ግበር፣ ካብ ፍትወት ጉብዝና እንታይ ግበር፣ ህደም። ኣስ ኣሰር እቶም ንእግዚኣብሔር ዝደልዩ ሰባት ንዓቶም ከታይ ግበር፣ ሰዓብ ማለት እዩ። ስለዚ ህደምን ሰዓብን እዩ ዘሎ። ስለዚ እንታይ ኢሉ እዩ ሕጂ ዝምዕዶ ዘሎ ካብ ዓሰርተ ንድሓን ንርኣዮ ንስኻ ግና ኢሉ ማለት ንስኻ ግና ሕጂ ግና ድሕር ኣሎ ኮይኑ ነት ናይ ቅድሚት ዝነበረ እንታይ ገብሮ ኢልና ኣለና የፍርሶ እዩ ማለት እዩ ንስኻ ግና ኣካይድኻ ከመይ ክኸውን ኣለዎ ይብሎ እዚ ጳውሎስ ኣብ ህይወቱ እንታይ ዓይነት ሰብ እዩ ነይሩ ሲ ኣብዚአን ኩላተን ጸብጺብዎን ኣሎ ከም ኣገልጋሊ ንሕና ከም ኣገልገልቲ ኣምላኽ ኩላትና ኣገልገልቲ ስለ ዝኾንና ንሓድና ንገላገል ስለ ዝኾንና ሲ ከመይ ክንከውን ኣለና መልክዕና እንታይ ክኸውን ኣለዎ መልክዕ ናይ ክርስትና ማሲ ንክርስቶስ ክመስሉ መልክዕ ኣምላኽ ንክመስሉ ትብል ቃል ንዓኣ ክንመስል ሕዳ ኮይና ጳውሎስ ከመይ መሲልዎ ነይሩ ንየሱስ ከመይ መሲልዎ ነይሩ ድሕር ዳልና ኣብዚኣ ጳውሎስ ንገዛእ ርእሱ ከመይ ይመስል ከም ዝነበረ ስእሊ ናይ የሱስ ናይ ስእሊ ናይ ጳውሎስ ወይ ከዓ የሱስ ኣብ ህይወቱ ከመይ ተራእዩ ከም ዝነበረ ትገልጽ ጥቕሲ ኣብ ቁፅሪ ዓሰርተ ኣላ ንስኻ ግና ኢሉ ሓንቲ ንትምህርተይ ንንብረተይ እዚ ንብረት ናይ ጳውሎስ ናበይ ይመስል ነይሩ እዩ ዘርእየና ንፍቓደይ ፍቓዱ ሳዕ ክንደይ ንእግዚኣብሔር ንጎይታ ኣሰዊ ከም ዝነበረ ሂቡ ከም ዝነበረ የርእየና ስለዚ ፍቓድ ናይ ገዛእ ርእሱ ዝነበሮ ዘይነበረ ሰብ በቃ ፍቓድ ኣምላኽ ከመይ ገይሩ ይፍጽም ከመይ ገይሩ ናይ እግዚኣብሔር ነገር ኣብቲ ከብጽሖ ዝደልዮ ከብጽሕ ዝደሊ ፍቓዱ ዝሃበ ምዃኑ የርእየና ኣሎ ማለት እዩ ንፍቕረ ኢሉ ንፍቕረ ኢሉ ንፍቓደ ኢሉ ንእምነተ ኢሉ ኣብ እግዚኣብሔር ዝነበሮ ምትእምማን ሕጂ እምነት ክልተ ነገር ኢና ኣለና ሓደ ብክርስቶስ ኣሚና ንድሕነሉ እዩ ተወዲሱ ማንም ክትንክፎ ዘይክእል ስፍራ እዩ ማለት እዩ ካልኣይ እምነት ግን ናይ ህይወት ናብራ እዩ ማለት እዩ ኣብ ናብራ ዘሎ ከመይ ብእምነት ንመላለስ ኣብ እግዚኣብሔር ዘለና ምትእምማን ኣብ እግዚኣብሔር ዘለና በቃ ኣምላኽሲ ከምዚ ክገብር እዩ ነገራት እኳ እንተዘይኮነ ነገራት እኳ እንተዘይደንጎየ ነገር ግን እግዚኣብሔር ከምዚ ክገብር እዩ ኢልካ ምእማን ማለት እዩ ሕጂ እዚ ኣብ ውሽጥና ክስረት ዘለዎ ክኣቱ ዘለዎ ኩሉ ግዜ ተሰሪትናሉ ክንነብረሉ ዝግባና ደጋግምና ንዛረቦ ነገር እዩ እምነት ዓባያ ማለት እዩ እዚ እትዓቢ እምነት ኣላ እንዳዓበ ኢና ንኸይድ ኣምላኽ ነዚ ነገር እዚ ከሳግረኒ እዩ እዚ ነገር እዚ ከውፅኣኒ እዩ እዚ ሎሚ ዝሪኦ ዘለኹ ህይወት ኣይክነብሮን እየ ካልእ ነገር ክርኢ እየ ኣምላኽ ከርእየኒ እዩ ኣብ ህይወተይ ክርኢ እየ ኣብ ደቀይ ክርኢ እየ ኣብ ሰብኣየይ ክርኢ እየ ኣብ ሰበይተይ ክርኢ እየ ኣብ ኩሉ ነገር ከርእየኒ እዩ እግዚኣብሔር ኢልና ኣብ እግዚኣብሔር እንታይ ንገብር ንተኣማመን በቃ ከምኡ ኢሎም መተማመኛይ ኢሎም ዘሚሮም ኣለዉ ዘመርቲ ያና ኣብነካየ እንዳበልና ንዝምር ኢና እዚ ማት እዩ እግዚኣብሔር ከምዚ ክገብር ዘኽእል ኣምላኽ እዩ ነገራት እኳ እንተደገየ ንስኻ ግና ክኢላ ኢኻ ንኣምላኽ ንስኻ ኩሉ እትኽእል ኣምላኽ ኢኻ ልና ክንኣምኖ ይደልባ እግዚኣብሔር እዚኣ ከዓ ባህ ተብሎ ማለት እዩ ካብ ኩሉ ነገር ዘሐጉሶ ካብ ምዝማርና ካብ ምስባኽና ካብ ኩሉ ነገር ካብ ህያባት እንህቦ ካብኡ ንላዕሊ ኣብ እግዚኣብሔር ዘለና ምትእማን በቃ ጳውሎስ ንሮማ እንዳኸዱ ከሎ እቲ ማዕበል ምስ በርትዐ እንታይ ኢሉ ንኣምላኸይ እንታይ ግብሩ እየ ያምነ እዚ ማዕበላት እዚ እንታይ ገብረንን እዩ ኣይውሕጠንን እዩ ኣይጥሕልን እዩ በቃ ኣይንመውት ኢና ሓደ እኳ ዝመውት የለን ንኣምላኸይ ተዛሪቡ እዩ ኢሉ እዩ እንታይ ክገብረኒ እዩ ከሳግረኒ እዩ ኣምላኽ እንታይ ኢልና ሸ የሳግር ኢልና ሓለፈ ግዜ እውን ተናኺፍና ነርና ማለት እዩ ሕጂ እምነት ጳውሎስ በቃ ኣብ እግዚኣብሔር ብጣዕሚ ምትእምማን ነይርዎ እቲ ውሽጡስ ገጥ ዝበለ ብእምነት ማለት እዩ ስለዚ ንእምነተይ ኢልዎ ተምሃር ሓዞ ንዕኡ ይብለና ኣሎ ቃል እግዚኣብሔር ንዓና እዩ በቃ ደው ንበል ኣብ እምነት ንበርትዕ ኣብዚ ዘሎ ክፉእ ዘመን ንእምነትና ኣፅኒዕና ንሓሉ ከናቓንቕ ዝመፅእ ክተናኽፍ ዝመፅእ ብዙሕ ነገር ኮኒ ውሕጅ ክመፅእ ከሎኮ ድሕር ድኣ ከምዚ ደልዲልካ ኣብ ናይ እምነት ነገር ድሕር ድኣ ደይ ከም ዓንዲ ጠጠው ድሕር ድኣ ደይልካ ሒዝካ ክኸይድ ይኽእል ማለት እዩ ሕጂ መብዛሕትኡ ግዜ ውሕጅ እንታይ ዝወሰድ ድሕር ድኣልና ሱር ዘይብሉ ነገራት እዩ ቆፅሊ ወይ ንእሽት ነገራት ወይ ኣብ ገለ ስእሊ ተቐሚጡ ዝፀንሐ ንዕኡ ሒዝዎ ይድኸይድ ዓንዲ ድሕር ዳ ጠጠው ድሕር ዳልካ ግን ጠጠው እዩ በቃ ዓንዲ ዓንዲ እዩ ሓደ ግዜ ሱናሚ ኮይኑ ቅድሚ ክንደይ ዓመት እዩ ክልተ ሽሕን ሰለስተን ክልተ ሽሕን ሰለስተን ዝነበረ ሽዑ ኣብ በዓል እንታይ እንታይ ዝበሃል እዞም ኣብ ታይላንድ ከባቢ ወኒ ብጣዕሚ ብርቱዕ ከምኡ ኣነ ኣብ ሂወተይ ከምኡ ሪኣ ከምኡ ዓይነት ማዕበል ከምዚ ዓይነት ኣሎ ድዩ ኢኻ ትብል በቃ ከመይ ሲ ደይቡስ ነዚ ከተማ ብምሉስ ዓነውነው ኣቢልዎ መዓት ክልተ ሚእቲ ሰለስተ ሚእቲ ሽሕ እኳ ይጠፍኡ ይስዑ ሰብ ብጣዕሚ እኳ ዝገርም ከምኡ እኮ ተራእዩ ይፈልጥን እዩ ክንደይ ገዛውቲ ድዋዕዋዕ ኢሉ ከይዱስ እንታይ ተሪፈን መስለኩም እቲ ዓንድታት ጥራይ ኮይኑ ጸኒሑ እቶም ኣዕኑድ በቃ ኩላቶም ጠጠው ኢሎም ጸኒሖም ጸፍ ምስ በለስ ዓንዲ ጥራይ ጠጠው ኢሉ ስለዚ ዓንዲ ማዕበር ማዕበል እንተመፀ እንታይ ኣይከውን እዩ ኣይናወፅ እዩ ስለዚ ኣብ ከውሒ ዝተሰረተት ቤት እንታይ ሎ ንፋስ እንተመፀ ካብ እምነታ ከጉድል እንተመፀ ነገር ሲ እንታይ ክትከውን እያ ኣይክትናወፅ እያ ማለት እዩ ክርስቶስ ከውሕና እዩ ኣብኡ ድሕር ዳኣ ተሰሪትና ንውሽጢ እናኣተና ንውሽጢ እናኣተና ድሕር ዳኣ ኣቲና ማዕበል ተመፀ ኣይክናወፅ ኢና ነገር እንተመፀ ኣይክናወፅ ኢና ገጥ ይብል ውሽጥና ማለት እዩ ሕጂ እዚ እዚ እዚ ውግእ ናይ በዓል ኣብዚ ከባቢና ምስ ውግእ መጽኡ ኣሎ ኤውሮጳ ሕጂ ተራእዩ ዝመጽእ ዘሎ ነገራት ዝረኣናዮ ማለት እዩ ሸገርገር ክብሉ ከለውስ እቲ ልብኹም ከመይ ነይሩ እቲ ልብና ከመይ ነይሩ ገጥ በለ ኣነ ናይ ብሓቂ ማስ እዚ ውሽጠይ ሲሉ በቃ ምንም ነገር ምስ ተይርበሽ ካበይ መጽኡ ድሕር ዳኣልና ኣብ ውሽጥና ተቐሚጡ ዘሎ ናይ እግዚኣብሔር መሰረት ኣብቲ ክርስቶስ ውሽጥና ኣብ ክርስቶስ ተሰሪታ ስለ ዘላ ናይ ዓለም ነገር ስዲ ኣይክብረናን እዩ ኣየናወፅን ብጣዕሚ ዘገርም ብጣዕሚ ዘደንቕ ሓደ እዋን ከኣ ክሳይ ኮይኑ እዚ ናይ ክራይሲስ ገለመለ በቃ ኣዝዩ ዝበርትዓሉ ቅድሚ ዓሰርተ ዓመት ገለመለ ከኣ ከምኡ ኮይኑ ነይሩ ሽዑ ከኣ ብርቱዕ ዝኾነ በቃ ነገራት ተላዒሉ ደሓር ኣብ ሓደ ገዛ ከይደ ሓደ ገዛ ገለ ከውዕት ኣቑሑት ገለ ክነምፅ ኢልና ኮንሰርት ገለ ነይርና ሽዑ ኣብ ፍራንክፈርትስ ኣቑሑት ከምፅ ኢለ ሓደ ገዛ ምስ ከድኩ እታ ገዛ ፀልማት ፀኒሖምን የዕሩኽትና እዮም ገለ ቀደም ንፈልጡ ዝበርኩም ባሕሪ እቱ ቶርኩስ ስእሉ መቅር ቀዚዞም ጸኒሖምኒ ዋታ ተላኹም ጉብ ቶርኩምሲ ትሪያ ዘለኻ እዛ ዓለም ከመይ ትኾና እሞ ጽቡቕ እምበር ኢሎም ኣነ የሱስ ክመጽእ እዩ በቃ እዛ ዓለም ክንነብርና ኢሎም ወይ በዓል ንስኻትኩም ዘለኹም ወይ ዘለናዮ ክብርና ኣምላኽ እዩ እግዚኣብሔር ይመስገን ከምዚ ገይሩ ዘዕረፈና ኣምላኽ በቃ ዕረፍቲ እዩ ለጥ ትብል ጸጥ ትብል ውሽጥኻ ሲ ብነገራት ክታይ ኣይከውንን ኣይናወጽን ማለት እዩ እግዚኣብሔር ይመስገን ኣብዚ ግዜ እዚ ገንዘብ ክድሕንን ኣይክእልን ኣብዚ ግዜ እዚ ነገራት ሰባት ክድሕንን ኣይክእልን እዮም ንኩሉ ክዕርፈና ዝኽእል ሲ ጎይታ እዩ በቃ ናይ ዕረፍቲ ኣምላኽ ስለዚ እንታይ እዩ ኢሉ ማለት እዩ ንእምነተይ ኢልዎ ማለት እዩ ጳውሎስ ኣዝዩ ናይ እምነት ሰብ እዩ ነይሩ ስለዚ ብእምነት ክንብርትዕ ሕጂ ብዙሕ ነገር መሻ ኣለኩም ናይ ግዜያዊ ዝኾነ ነገራት በቃ ግዜያዊ ሓጎስ ዘሰራስረና ነገራት ብዙሕ ኢና ንፈቱ ደስ ዝብለና በቃ ገለ ነገር መልእኽቲ ክመፀና ገለ ግን መሰረት ክንስረት ክንብርትዕ በቃ ጠጠው ክንብል ያ እሙናት ኮና ብካል ብካልእ ነገር ከዓኒ እሙንነት ያ እሙናት ክንከውን ንመን ንእግዚኣብሔር እሙናት ክንከውን ንቤትና እሙናት ክንከውን ንማሕበር ኣምላኽ እሙናት ክንከውን ጳውሎስ ከምኡ ነይሩ ነታ ማሕበር ኣምላኽ እሙን ነይሩ በቃ ስለዚ ንሕና ከዓ ከምኡ በቃ ጽናዕ ንብርትዕ ደው ክንብል እዚ ንምከር ኣለና ማለት እዩ ንዓቕሊ ኢሉ ሕጂ ጳውሎስ ንዓቕሊ ክብል ከሎ ዓቕሊ እንታይ ትግበር እያ ማለት እዩ ትፍትን እያ ሕጂ ኣብ ፈተና ኢኻ ትኣቱ ሳዕ ማዕረ ክንደይሲ ዓቕሊ ትመሃር ስለዚ ዓቃል ናይ ምዃኑ ሕጂ ጳውሎስ ኣነ ዓቃል በቃ ኢሉ ዘሎ ጎይታ እውን እንታይ ኢሉ ኣነ እውን ትሑት ኢሉ ዓቃል ማለት እዩ ስለዚ እቲ ባህሪ ናይ የሱስ ክርስቶስ ኣብ ጳውሎስ እንታይ ንሪኦ ማለት እዩ ኣብኡስ ንሪኦ ሕጂ ዓቕሊ እንታይ እያ ትገብር ማለት እዩ ትፍተን ኢኻ ኣብ ፈተና ሕጂ ናይ ዓቕሊ ነገራትና ጳውሎስ ኣነ ዓቕለይ ተማሃር ክብሎ ከሎ በየናይ መገዲ ስለ ዝሓለፈ እዩ ንዓቕሉ ክምሃር ዘሎ ብዙሕ መገዲ ስለ ዝሓለፈ ነገራት ስለ ዝመፅኦ ሴፍ ዝኾነ ቃላት ክመፅኦ ከሎ ብርቱዕ ዝኾነ ነገራት ስደት ክመፅኦ ከሎ ደሳድድዎ በቃ ብበትሪ ገይሮም ክትክትዎ ከሎ ብዙሕ ነገር ክሓልፍ ከሎ ኣብ ቤት ማእሰርቲ ክኣቱ ከሎ ሰባት በቃ ኣብ መጋባእያ በቃ ንሓደ ሰብኣይ ከሳድድዎ ከለዉ ብዙሕ ነገር ክመፅኦ ከሎስ ብዓቕሊ እዩ ሓሊፍዎ ማለት እዩ ስለዚ ንዓቕለይ ኢልዎ ማለት እዩ ስለዚ ዓቕሊ ከዓ ኣዝዩ ኣገዳሲ ምዃኑ ጳውሎስ ይምህረና ማለት እዩ ንፍቕረይ ኢሉ ማዕረ ክንደይ ናይ ፍቕሪ ሰብ ከም ዝነበረ ጳውሎስ ድማ ንርኢ ኣለና ማለት እዩ ስለዚ ፍቕሪ ክበሃል ከሎ ብዙሕ ግዜ በቃ ንንፈትዎ ሰብ ዘፍቅረና ሰብ ምፍቃር እዚ ኩሉ ኣብ ዓለም ዘሎ ነገር እዩ ዓለማውያን ልክዕ ከምኡ ንዘፍቅርዎ የፍቅሩ ንዝፀልዎ ሃኒ ይፀልኡ ስለዚ ኢሉ ጎይታ ከምኡ እንተገበርኩምሲ እንታይ ሓለፋ ጌርኩም ሓለፋ እስከ ንበል ሓለፋ እስከ ንበል ኩላትና ምሳይ ከም ዘለኹም መታን ክርዳእኒ ሓለፋ እስከ ንበል ስለዚ ሓለፋ ፍቕሪ ዝበሃል ኣሎ ማለት እዩ ስለዚ ናይ እግዚኣብሔር ሓለፋ ፍቕሪ ከመይ ኣድሕር ዳልና ሰማያት ገዲፉ ነቲ ማዕረ ኣምላኽ ምዃኑ ሓዲጉ እንታይ ገይሩ ወሪዱ ሰብ መሰለ ይብለና ሕጂ ፍቕሪ እዩ ሓደ ሓደ ግዜ ንቆልዑት ጠጠው ኢለ እየ እዛርቦም እየ ማለት ዳሕራየ ዳሕራየ ተማሂረ እያ እታ ነገር ኣብ ትምህርቲ ምስ ሰምዕኳስ ንቆልዓስ ቆልዓ ኮንካ ተደይ ቀሪብካዮ ሲ እንታይ ክኸውን እዩ ኣይቀርበካን ቆልዓ ክትከውን ኣለካ ተደይ ዓቢ ድሕር ዳ ኮንካ ግን ዓብዪ ከዓ ኣይክእለካን ሕጂ ንቆልዓ ኣምፂኻ ብዚ ከተዛረቦ ከለካ ከምዚ ኢሉ ክዛረበካ ዓቕሊ የብሉን ማሲ ገዲፍካ ክኸይድ እዩ ስለዚ እንታይ ኢኻ ትገብር ዘለካ ትሕቲ ኢኻ ክትኮን ዘለካ ሕጂ ከምዚ ኢልካ ትዛረቦ እሞ እንታይ መሰልካ ሽዑ ይቕርብ ይኣቱ ኣትዩ በቃ ይዕለካ ገለ መለ ይብለላ ኮይኑ ዓርክኻ ኸውን ሕጂ ናይ የሱስ ከዓ ልክዕ ከማያ እንታይ እዩ ከይኑ ሰብ መሲሉ ተደይከውን ነይሩ ፍቕሩ ኣይምርኣናያ ነርና ኣይምጣዓምናያ ነርና እታ ፍቕሪ ሞስኒ እንታይ ገይሩ ማለት እዩ ካብ ሰብ በቃ ወሪዱ ወረ ሰብ ምዃኑ እንታይ ኮንሲ ካብ ናይ ሰብ ናብራ ሰ ገይርዎ ካብኡ እኮ ደኣ ባርያ እኳ ወሪዱ ብለና ስለዚ ዋይ ኣምላኽ መስገን ስለዚ ከምዚ ዓይነት ኣምላኽ ኢና ነምልኽ እዚ እዩ ኣምላኽና ከምዚ ግበሩለይ ኣይብለና ተሰከሙለይ ኣይብለና ግበሩለይ ኣይብለና ኣምፅኡለይ ኣይብለና በቃ ኣፍቅሩኒ ጥራይ ፍቕሪ ኣምላኽ መስገን ስለዚ ንፍቕሪ ኢሉ ካብ ጳውሎስ ማለት እዩ ጳውሎስ እውን ከምኡ በቃ ብትሕትና እዩ ዝመሃለስ ነይሩ ኣዝዩ ናይ ትሕትና መንፈስ እዩ ነይርዎ ስለዚ ትሕትና ክበሃል ከለካ ኣሕዋተይ ናይ ክሳይ ኣይኮነን እዚ ናይ ብደገ ዝረኣይ ነገራት ገለመለ ኣይኮነን ናይና ኣይኮነን እዚ ስእልካ ፌክ እዩ እዚ ፌክ ይብልዎ ሓቀኛ ፍቅሪ እንታይ እዩ በቃ ናይ ልቢ ፍቅሪ እዩ ካብ ውሽጢ እዩ ኣብዚ እዩ ዘሎ ፍቅሪ ሕጂ ይረኣይ እዩ ይግለጽ እዩ ፍቅሪ ይግለጽ እዩ ተዓቢ እያ ትረኣይ እያ እንዳተገልጸ ይኸይድ እዩ ስለዚ ኣባኹም ዘሎ ፍቅሪ ሲ ይረኣዩ ይግለጽ እዩ ማለት እዩ ክንደይ ናይ ፍቅሪ ሰብያ ወደይ እዚኣ እንታይ ዓይነት ሰብያ እዚኣ ትበሃል እንታይ ዓይነት ሰብ እዩ ደብል ነገር ኣብ ውሽጥና እንታይ ይገበር የንጸባርቕ ናሁ መስገን ንምሳሌ ክወስዳ ክብርቲ በዓልቲ ቤተይ ሲ ሓደ መዓልቲ ክብሪ በዓልቲ ቤተይ በዓል ቤተይ ስለ ዝበለትኒ እንታይ ኢላ ተዛሪባ ሲ እንታይ ትብለንስ ኣብ ስራሕናስ ከምዚ ኢለን እተን ሕሙማሲ ከምዚ ይብላኒ እንታይ ክስኺ ፍልይቲ ዝኾንኪ ኣዛርባኺ በቃ እቲ ኣብ ገፅኪ ክረኣይ ከሎ ከዓ እንታይ ሓጎስ ዝርኢ ሽዑ ኣብኡ ከለኹ በቃ ምስክረሎም ኣነ ክርስትያን እየ ገለ ገለገለየን ክርስትያናት ኮይነን ዝፀንሓኒ ይብላትኒ ብጣዕሚ ዝገርም ንምሳሌ ተጠቂመላ ንስኻትኩም እውን ከምኡ ኢኹም ኣብ ትኣትዎ ዘበለ ኩሉ ናይ ፍቕሪ ሰባት ኢኹም ፍቕሪ የንፀባርቕ ብሂወትኩም ኣብ ገፅኩም ዘንፀባርቕ ብርሃን ኣሎ ጎይታ እዚ ኣብ ገፅካ ናይ ሓጎስ ፅጋብ ናይ ምንታይ ከመይ ማለት ይመስለኩ ሓደ ግዜ ከዓ ሓንቲ ኣማነት ቆልዓ እያ ተለስኒ ኣብ ጥቕቁ ክትኮን ከለካ ኢሉ ሓጎስ ስማዓካ ኢላ ደስ ኣይብልን በቃ ጥቓ ፓስተር ኮይነ ኮፍ ኢለ ከዕልል ከለኹ እንታይ ክስምዓኒ ክኽእል ኣለዎ? ሓጎስ ክስምዓኒ ከሎ ባህ ክብለኒ ኣለዎ ማለት እዩ። ስለምንታይ ኣብ ውሽጡ እንታይ ኣለዎ? ናይ ሓጎስ ጸጋ ስለ ዘሎ። ጥቓኻ ኮይነ ከዕልል ከለኹ ባህ ክብለኒ ኣለዎ። ስለምንታይ ናይ ሓጎስ ነገር ስለ ዘሎ። ሓጎስ ተዋህበና ብመንፈስ ቅዱስ ተዋህበና ሓጎስ ኣብ ውሽጥና ማንም ክወስዶ ዘይክእል ሓጎስ ስለዚ ሰላም ሰላም በቃ ደስ ብለካ በቃ እያ ተክለ በቃ ደስ ብለኒ በቃ ጥቑ ክቐርቦ ከለኹ ክብሪ ንኣምላኽ ይኹን ኣባና ኣሎ ኣባኺ ኣሎ ናይ ሓጎስ ጽጋብ በቃ ገጽካ ሰባት ክርእይዎ ከለዎ ሲ ባህ ክብሎም ሕጎሱ ከምኡ እዩ ማለት እዩ ስለዚ ንፍቕሪ ኢሉ ኣትዩ ጳውሎስ ኣዝዩ ናይ ፍቕሪ ሰብ እዩ ነይሩ ንፍቕሪ ፅቡቅ ገይሩ ገሊፅዋ ኣሎ ንፍቕሪ ብጣዕሚ እዩ እንታይ ዓይነት ባህሪ ከም ዘለዋ ኣብ ቀዳማይ ቆሮንቶስ 13 ምዕራፍ ብምሉእ ድሕር ኣንቢብናዮ ኩላትና ሰብ ንፈልጦ ናብኡ ከይንኸይድ ግን እንታይ ኢሉ ማለት እዩ ፍቕሪ ገሊፅዋ ኣለዎ ክብሪ ንኣምላኽ ንትዕግስተይ ኢሉ ማለት እዩ። ትዕግስትን ዓቕልን ተመሳሳላይ ስለ ዝኾነ ዕጉስ ምዃን ድማ ኣጸቢቕካ ኢሉ ሕጂ እንታይ ገበሮ ሰዓብ ሕጂ ጳውሎስ ኣብ ማእኸልና እንተዝህሉ ነይሩ ማለት እዩ እዚን ነገራት እዚኣተን ምርኣናየን ነርና ንጳውሎስ ኮፍ ነብሎ ማእኸልና እንተዝኸውን ነይሩ መፂእና ገለ ክንብሎ ከለናስ ከመይ ገይሩ ብትዕግስቲ ገለ ይፅበየና ከመይ ገይሩ ብዓቕሊ ምተማሃርና ነርና ስለዚ እዚ ከኣ ካባና ሃንታ ክገብር ኣለዎ፣ ከንጸባርቕ ክኽእል ኣለዎ ማለት እዩ፣ ክረኣይ ክኽእል ኣለዎ። ኣብ ሓድሕድና ብከምዚ ዓይነት ክንከይድ ከምዚ ዓይነት ክንጓዓዝ ከለና ከኣ ንመዓድ ኣለና ማለት እዩ። ኣብ ስራሕኻ ትዕግስትኻ ዘወድኡ ሰባት ክመጹኻ ይኽእሉ፣ ኣብ መዓልትኻ ትዕግስትኻ ዘወድኡ ነገራት ቆልዑት ትዕግስቲ ከወድኡ ይኽእሉ። ትምህርቲ እዩ እሱ ትምህርቲ እዩ ማለት ከምዚ ፕራክቲ ፕራክቲኩም ምሽ ትበሃል ኣሎ ፕራክቲኩም ንሓደ ስራሕ እንታይ ክትገብሮ ፕራክቲስ ክትገብሮ ፕራክቲኩም ትገብር ማለት እዩ ሕጂ በቶም ቆልዑት ጌርካ እንታይ ትገብር ትፍተን ንዓኹም ቆልዑ ኣለኹ ኣነ ንሰበይቲ ከምኡ ገር ሓደ ሓደ ግዜ ዓቕላ ከወዳእ ይኽእል እየ ኣብኡ ፕራክቲስ ሳኻ ንዓይ ካብ ዓቕለይ ከተወዳእኒ ትኽእል እያ ፕራክቲስ ትስራሕ ትለማመዶ በቃ ሂወት ምልምማድ እዩ ማለት እዩ ስለዚ ዓቕሊ ትዕግስቲ ኣብዚ ዘለናዮ ዘመን ትዕግስትኻ ዘወድእ ነገር በቃ ሂወት በቃ ይኣክል እንታይ በቃ ጎይታ በቃ ውሰደኒ እንዶ ዘብል ኩነታት ገለመለ ሰምታይ እግዚኣብሔር ኣፅሒና ዘሎ ግና ፀቢቕና መታን ክንከይድ ማለት እዩ ተሰሪሕና በቃ ዕጣር ዘይብላ ፅቡቃት ኮና ውሽጥና ፅቡቃት ኮና ክንከይድ እግዚኣብሄር ይደልየና ሕጂ ኢሉ ኣብ ኣንጾኪያን ኢቆንዮምን ልስጥራን ዝበፅሓኒ ስደተይ መከራይ ከምዚ ዝበለ ስደት ፀርኩ ጎይታ ግና ካብ ኩሉ ኣድሓነኒ ኢሉ ሕጂ ሓደ ግዜ እዩ ከምኡ ኮይኑ ኣብ ምዕራፍ ዓሰርተው ሰለስተ ሓሙሳ ግብሪ ሃዋርያት ሕዳ ከድና ርኢናዮ ኣብኡ ኣሎ እቲ ታሪክ ምክንያቱ ብኣጋ ግብረ ሃዋርያትካ ስለ ከነጽንዓ ዝጸናሕና ድማ ብዙሕ ነገር ካብኣ ተማሂርና ኣለና ስለዚ እንታይ ዓይነት ስደት እዩ ተሰዲዱ እንታይ ዓይነት መከራ እዩ ረኺቡ በቶም ኣይሁድ ዝበሃሉ ብዙሕ ተሰዲዱ ማለት እዩ ሕጂ እንታይ ኢሉ ማለት እዩ ንዕኡ ብኸመይ መከራ ከም ዝበጽሓኒ ክንደይ ነገር ከም ዝሓለፍኩ ንዕኡ እንታይ ግበሮ ዘክሮ ንዕኡ ሕሰቦ እዩ ኢሉ ይምዕዳ ኣሎ ማለት እዩ እዚ ከምኡ ኣሎ እዩ ዓሰርተ ክልተ ይብል ግናኸ ኢሉ እቶም ብክርስቶስ የሱስ ብፍርሃት እግዚኣብሄር ዝነብሩ ኪነብሩ ዝደልዩ ዅሎም ክስጐጉ እዮም ዘያዓጂ እንታይ ኢሉ እቶም ብክርስቶስ የሱስ ብፍርሃት እግዚኣብሄር ክነብሩ ዝደልዩ ዅሎም ኢሉ ማለት ሕጂ ኣሎ ማለት እዩ ድሌት ኣሎ ማለት እዩ ክነብሩ ዝደልዩ ሕጂ ምንባር ኣሎ ምንባር ምድላይ ኣሎ ደይ ምድላይ ከኣ ኣሎ ማለት እዩ ስለዚ ክነብር ሕዳ ደኣ ደሊ ኾንካ ይብል ኣሎ እዛ ህይወት እዚኣ ክትነብራ ሕዳ ደኣ ትደሊ ኾንካ እንታይ ኣለዋ ማለት እዩ መከራ ኣላታ ስደት ኣለዎ ምስጓጓ ኣለዎ ደይ ምቕባል ኣለዎ ሰባት ኣይቅበሉኻን ይኽእሉ ክነፅጉኻ ይኽእሉ ክደፍኡኻ ይኽእሉ እዚኣ ኣላ ስለዚ በርትዕ ክስጎጉ እዮም ኢሉ ማለት እዩ ስለዚ ኣብኡ ይበፅሕናን ኣለና መቸም እግዚኣብሔር ከዓ ነዚ ህይወት ንክንነብር ከዓ ይዛረበና ኣሎ ማለት እዩ እቶም እኩያት ሰባትን ጠበርትን ግና እናኣስሓቱን እናሰሓቱን ናብ ዝገደደ ክበፅሑ እዮም ኢሉ ማለት እዩ ስለዚ ዝተፈላለዩ ዓይነት ሰባት እዮም ዘለዉ ሓደ ብክርስቶስ የሱስ ብፍርሃት እግዚኣብሔር ክነብሩ ዝዘልዩ ሰባት ኣለዉ እዮም እቶም ካልኦት ከኣ እኩያት ሰባት እዮም ሕጂ ኣመንቲ እዮም እዚኣቶም ብዛዕባ ኣመንቲ እዩ ዝዛረብ ዘሎ መቸም እቶም ሓደ ከምቲ ክርስቶስ ዝደልዩ ኮይኖም ክነብሩ ዝደልዩ እዮም እቶም ክስጎጉ እዮም እቶም እኩያት ሰባትን ኢሉ ጸበርትን ግና እናሰሓቱን እና ኣስሓቱን ክልተ ነገር እያ ንርእሶም ይስሕቱ ንካልኦት ካታ ይገብሩ የስሕቱ ከባድ እያ እዚኣ ማለት እዩ እቲኦም ከዓኒ ንክርስቶስ ንፍቓድ ኣምላኽ ክነብሩ ዝደልዩ እሳቶም እንታይ ክገብሩ እዮም ክስጎጉ እዮም እቶም እናቀባጠሩ ወይ ከዓኒ እናጠበሩ ዝኸዱ ንርእሶም ስሒቶም ንካልኦት ከዓኒ ዘስሕቱ ከዓ እሳቶም ከዓ ናብ ዝገደደ ክኸዱ እዮም ሕጂ ኣመንቲ ኮይኖም ከምኡ ኣለዉ ማለት እዩ ስለዚ ከነመዛዝኖ ኣበይ ኣለኹ ኣነ ከመይ ዘለኹ ንፍቓድ ኣምላኽ ዘግዛእኩ ዝሰብ ዴ ዋላስ በቃ እንዳጠበርኩ እንዳጠባበርኩ እየ ዝኸይድ ዘለኹ እንዳተመሳሰልኩ እየ ዝኸይድ ዘለኹ ከመይ እየ ዘለኹ ኢልካ ኣብቴን ቦታ ምዕራይ ምምዝዛን የድሊ እዩ ማለት እዩ ስለዚ ንርእሶም ስሒቶምሲ ንካልኦት ከዓ ዘስሕቱ ዝገደደ ዝበፅሑ እዮም ኢሉ ማለት እዩ ኣዝዩ ከቢድ ኩነታት እዩ ስለዚ ኢልዎ ንስኻ ግና ካልይቲ መፅያ ማለት እዩ ንስኻ ግና ኢልዎ ካብ እንመን ከም ተምሃርካ ፈሊጥካ ነተን ካብ ቁልዕነትካ ጀሚርካ ብእምነት ብየሱስ ክርስቶስ ምድሓን ከለ ብምኻ ዝኽእላ ቅዱሳት ፅሕፋት ፈሊጥካ በቲ ተምሃርካዮን ተረዳእካዮን ተግበር ፅናዕ በቃ እስከ ንሓድሕድና ጽናዕ ንበሃል ካብ ጽንዓት ዘጉድል ብዙሕ ነገር ክመጽእ ይኽእል እያ እያ ጽናዕ ብኹሉ ነገር ጽናዕ ኣብቲ ቃል ኣምላኽ ተሰረት ንቃል ኣምላኽ ኣጽኒዕካ ሓዞ ንቃል ኣምላኽ ድለዮ በቃ ጽናዕ በቃ ጽንዑ ብጎይታ ጽንዑ ኣሜን ብቓል ኣምላኽ ጽንዑ ብቓል ኣምላኽ ንጽናዕ ብሕብረት ኣሕዋት ንጽናዕ ብፍቕሪ ንጽናዕ በቃ ኣብ ማሕበርና እሙናት ኮና ንጽናዕ በቃ ኣብቲ እግዚኣብሔር ዝሃበና ቦታ ኣብቲ ማሕበር ኣምላኽ ዝሃበትና ቦታ ኣብኡ ኮና ከነገልግል ኣብኡ ከዓ እንተ ንኹን ንጽናዕ በቃ ንኣምላኽ እናገልገልናዮ ደው ንበል ይገልገል እዚ ኣምላኽ እዚ መንፈስ ቅዱስ ኣብ ማእኸልና ይገልገል ስለዚ ብኣና እኮ እዩ ዝግልገል በቲ ንዝምሮ መዝሙር በቲ በዚ ሕጂ ቃል ኣምላኽ ዝመጸና ዘሎ ድምህረና ዘሎ መንፈስ ቅዱስ ንሱ ዘይኮነን ስለዚ ብምስማዕ እውን በቃ ቃል እግዚኣብሔር ክትሓልፈኒ የብላን ኢልና እውን ጽን ኢልና ናይ ምስማዕ እውን ኣሎ እኮ እዚ እውን ኣዝዩ ኣገዳሲ እዩ ያ ምክንያቱ ቃል ኣምላኽ ክሓልፈና የብሉን ኣነ ቃል ኣምላኽ ክሓልፈና ኣይደልን እየ ብጣዕሚ እየ ሲሪየስ ዝገርመኩም ሕጂ ኣብቲ ናይ እግዚኣብሄር ነገር ስታን ኮምና ኣለና ብጣዕሚ ሲሪየስ ንኹን ኦኬ ሕጂ ኢሉ እቲ ናይ ኣምላኽ ሰብ ኢሉ ማለት እዩ እቲ ናይ ኣምላኽ ሰብ እስከ ናይ ኣምላኽ ሰብ ንበል ኣነ ናይ ኣምላኽ ሰብ ናይ ኣምላኽ ሰብ እየ ንበል ናይ ኣምላኽ ሰብ ከም ዘይኩንካ ዝርእዩኻ ሰባት ክህልው ይኽእሉ እዮም ኣነ ናይ ኣምላኽ ሰብ እየ ኣነ ናይ ኣምላኽ ሰበ ስኢሉ መንፈስ ኣምላኽ ከም ዘይብልካ ፈጺምካ ከም ዘይትገብር ገለ ዘይብልካ ገለ መለ ዓይነት ገለ ከምኡ ጌርካ ምርኣይ ገለ መለ ከምኡ ዝበሃል የለን ኣነ ከምቲ እግዚኣብሄር ዝርእየኒ ኣነ ከምኡ እየ ክንበል ኣነ ብዓይኒ ኣምላኽ እንታይ እየ ክቡር እየ ኣነ ኣምላኽ ሰብ እየ ትእውጅ ኣብ ከባቢኻ ኣነ ናይ ኣምላኽ ሰብ እየ ትዛረብ እንታይ ኢኻ ንስኻ ኣነ ናይ ኣምላኽ ሰብ እየ ኣብ ስራሕኻ እንታይ ኣነ ናይ ኣምላኽ ሰብ እየ ኣብ መገዲ ኣነ ናይ ኣምላኽ ሰብ እየ በቃ መንፈስ ኣምላኽ ዘለኒ ናይ ኣምላኽ ሰብ እየ ስፍራ ስፍራይ እዚ ውሽጠይ መቅደስ እግዚኣብሄር እዩ ኣምላኽ ኣብ ውሽጠይ ኣሎ ክብሪ ንኣምላኽ ስለዚ እቲ ናይ ኣምላኽ ሰብ ግና ኢሉ ስለዚ እዚ ናይ ኣምላኽ ሰብ ግና ይበሎ እዚ ናይ ኣምላኽ ሰብ እንታይ እዩ ክመስል ዘለዎ ማለት እዩ? ንሰናይ ግብሪ ዘበለ ፈጺሙ መታን ክዳሎ። ስለዚ እግዚኣብሔር ንምንታይ ዘዳልወና ደሎ ድሕር ዳልና ንሰናይ ግብሪ በቃ ተወዲኡ ኣብ ንኸዶ ዘበለሲ ሰናይ ግብሪ ካብ ኣፍና ዝወፅእ ሰናይ ግብሪ ካብ ኣፍና ዝወፅእ ሰናይ ቃል ንገብሮ ዘበለ ኩሉ ሰናይ ሰባት ባህ ዘብሎም ዘዕርፎም ናይ ዕረፍቲ ሰባት በቃ ሰናይ ሰናይ ዝርከቦ ዘበለ ኩሉ እንታይ ደልዮ ማለት እዩ ኩሉ እዩ ዝደልዮ ተሓለፈ ግዜ ተለና ብርሃን ሲ ብርሃን ንብርሃን ኩሉ እዩ ዝደልዮ ኩላትና ሕጂ ዛልቸ ተጠፍ እንታይ ምገበርና ነርና እንታይ ምገበርና ኩላትና መወልዒ ትንሸ ምደለና እንታይ ኮይና ኢልና መፍትሒ ምደለና ወልዕና ብርሃን ብርሃን እዩ ዝድለ ስለዚ ብርሃን ኢኻ ኣብ ፀልማትካ ተብርህ ግብሪ ፈፃሚ ተዳልዩ ማለት እዩ ምድላው ዝበሃል ኣሎ ንምንታይ ፍፁም ምእንቲ ክኸውን ሕጂ ኣምላኽ እንታይ ደልዩና ፍፁማት ንከው ማለት እዩ ፍጹም ምዃን ኣዝዩ ኣገዳሲ እዩ። ያ እጂ እግዚኣብሔር ይደልየና እንታይ ክንከውን ፍጹማን ክንከውን ብምንታይ ብኹሉ ብፍቕሪ ፍጹማን ክንከውን ብትዕግስቲ ፍጹማን ክንከውን ብዓቕሊ ፍጹማን ክንከውን ብእምነት ፍጹማን ክንከውን እንታይ ይገብረልና ይደልየና ምእንቲ ክንከውን ኢሉ መንፈስ ኣምላኽ ዝነፈሶ ጽሑፍ ኢሉ ሕጂ እንታይ ንደሊ ማለት እዩ መንፈስ ኣምላኽ ዝነፈሶ ጽሑፍ ኩሉ ግዜታ ክንደለና ክንደሊ ኣለና ምክንያቱ ፍጽምና ዝርከብ ኣበይ ሕዳልና ኣብቲ መንፈስ ኣምላኽ ዝነፈሶ ጽሑፋት ኣብኡ ክንደልዮም ከለና ኣብኡ ኢና ፍጽምና ንረክብ ምክንያቱ መስትያትና እንታይ እዩ ቃል እግዚኣብሄር እዩ ኣብዚና ንረኽባ ንርእስና ክንደይ ግዜ ዝረኪብና ኣለና ኩሉ ግዜ ምሽ ኩሉ ግዜ ኩሉ ግዜ ኣብዚ ንረኸባ ኢና ኣሃ ንብል ያ ብፍላይ ንኺድ ገላትያ ሻድሻይ ምዕራፍ ድያ ዘላታ ግብሪ ስጋን ግብሪ መንፈስን ፍረ መንፈስን ፍረ ስጋን ሓምሻይ ምዕራፍ እወን ኣብኡ ከድና ሞ ንርኣያ ኣብኡ ንፈትሾ ንፅሓፎ ኣነ ይብል ኣለኹ ሓደ ግዜ ኣገልጋሊ ብፁዕ ኣምላኽ እንታይ ኢሉና ፈትሸ ንኩለን ኢሉ ኩለን ፅሒፍ እየን ኢሉ ተላኣኹስ ኣብ ኩሉ ፀኒሐ ናይ ስጋ መን እዩ ፀኒሐኒ ኢሉ ቅኑዕ ሰብ ሰብ ዝኾነ ሓቂ ኢሉ ዛር ብሩኽ ናይ ኣምላኽ ሰብ

እንዳተሳገርና ንኸይድ ሓደ ነገር ተቐሪፉ ይኸይድ ሓደ ነገር ተቐሪፉ ይኸይድ ሓደ ነገር ተኣሉ ይኸይድ ሓቂ እንደ ያ ይእለ ሽዑ እንታይ ንኸውን ይረኣይ ንሓደ ካብ መን ዝፈልጠና ዘ በዓልና ሓንሳብ በዓልና ንረኽብ ኣይና ምክንያቱ እቲ ነገርሲ ከምዘይ ኣሎ ዋ ኣታ ቤዳ ኣሎ እዚ ነኽራሲ ከይፈለጡ እንታይ ግብሩ እግዚኣብሔር የግዕዞም ምሽ ኢሎ ነኽራት ነኽራት ከይፈለጡስ እንታይ ግብርካዮም ኣግዓዝካዮም ኣግዓዝካዮም ኣሲ ምሳኻ ዝነበሩ ኣኽራንሲ ግዒዞምስ እኒዮ ይኸዱ ስግር ባሕሪ ይኸዱ ስግር ባሕሪ ሕዝ ከይዱ እንታይ ኢልካ ኣየራኽበካን እዩ ማለት እዩ ባይ ባይ ተወዲኡ ሕጂ ኣይፍለጠካን ገሊኡ ከዓ ብመን ርኣይ ሰባት ገላይ ዝመስክሩ ሰባት ይዘረቡ ዋይ ተቐይሩ ትበሃል ዋይ ተቐይራ ኣበይ ደኣ ከይዱ ዘሸግራ ዝነበረ ልዕብል ከይዱ ኣልዕሉላ እግዚኣብሔር ጌና ዘይተልዓለ ነገር እግዚኣብሔር የልዕለልና። ኣሸጋሪ ዝኾነ ነገር ካብ ህይወትና የልዕለልና። ኣብ ባህርያትና ዘሸጉርና ነገር ይለዓሉ ብስም የሱስ። ዘሸጉርና ዘገብሉ በቃ ማን ተደጋጋሚ ዝመፅእ ዘበለ ኩሉ ኣብ ባህሪና ዘሸግር ነገራት ይለዓል በየሱስ ክርስቶስም ብስም የሱስ ክርስቶስ ይለዓል ብላ ኣለኹ ኣብዛ ሰዓት እዚኣ ንጉባኤ ህዝቢ ኣምላኽ ዝመፅእ ዘበለ ኩሉ ዝተፈላለየ ነገር ዝመፅእ ዘመናቱ ሓልዩ ግዜኡ ሓልዩ ዝመጽእ ዘበለኹሉ በኢየሱስ ክርስቶስም ይለዓል ኢለ እዝዝ ኣለኹ ይለዓል ኢለ እዝዝ ኣለኹ በኢየሱስ ክርስቶስ ዝሰበርክዎ ኣብ ኣባይትና ኣብ ህይወትና ኣብ ጉዕዞና ኣብ ስራሕና ኣብ ኩሉ ነገር እናተደጋገመ ዝመፅእ ነቲ ዘይንደልዮ ባህርታት ከላዕለልና ዝመፅእ ዘበለ ኩሉ በኢየሱስ ክርስቶስም ሰበርክዎ ይሰበር በኢየሱስ ክርስቶስም ክብሪ ንኣምላኽ ሕጂ እንታይ ኢሉ ሽዑ እንታይ ክንከውን ፍጹማት መታን ክንከውን ወሲ ኢሉ እቲ መንፈስ ኣምላኽ ዝነፈሶ ጽሑፍ ኢሉ ንትምህርቲ ሂድና ኣሎ ስለዚ እንታይ ንገብር ቃል ኣምላኽ ክነንብብ ከለና እንታይ ንገብር ማለት እዩ ነመሃር ኩሉ ግዜ ተምሃራይ ትኸውን ማለት እዩ ትኸይድ ንትምህርቲ ኢሉ ካልኣይ ከ ንተግሳጽ

ሓቂ ሓቁ እዩ ድብለካ ዘሎ ሓቂ እዩ ድብለካ ዘሎ ሓቂ እያ ድብለካ ዘሎ ሓውካ ሓቁ እዩ ድብለካ ዘሎ ሓፍትኻ ሓቂ እያ ስለዚ እንታይ ገብር ማለት እዩ ንተግሳፅ ይጠቅም እዩ ማለት እዩ እግዚኣብሔር ይመስገን እሱ እዩ ዝሰርሓና እሱ እዮም እሳቶም እዮም ዘዕርዩና እሱታት እዩ ዝፀርበና ማለት እቲ ስኢሉ ቅርንጫፍ ዝኾነ ነገር ስኢሉ በቃ ገለ ክመፅእ ከሎ ጣዕ ድብል ንዕኡ ዝቆርፆ ንሱ ማለት እዩ ንምቕናዕ ኢሉ ንዘይቀንዐ ነገር ከቕንዓና ዝኽእል መን እዩ? ጽሑፍ ቅዱስ ጽሑፋት እዩ። መንፈስ ኣምላኽ ዝነፈሶ ጽሑፍ ዘበለ ኩሉ እንታይ ይገብረና ማለት እዩ? የቕንዓና። ምቕናዕ ማለት እኮ ዝጎበጠ ነገር እንታይ ምግባር እዩ? ትኽ ምባል ማለት እዩ። ትኽ ዝበለ ነገር በቃ ትኽክል ጌርካ ክንሪኦ ዘኽእለና ነገር ማለት እዩ ቃል ኣምላኽ እዩ። መንፈስ ዝነፈሶ እዩ ማለት እዩ ንፅድቂ ዝኸውን ምእዳብ ይጠቅም እዩ እዱብ ክትከውን ማለት እዩ ጽድቂ ንምግባር ናይ ኣምላኽ ነገር በቃ ከምዚ ናይ እግዚኣብሄር ነገር ኢልና ደው መታን ንኽንብል ድማ እንታይ ይገብረና ቅዱስ ጽሑፍ ንሱ ይጠቕመና ማለት እዩ እዱባት ክንከውን ይገብረና ቃላትና እዱብ ይኸውን ዘረባና እዱብ ይኸውን ኣረኣያና እዱብ ይኸውን ኣተሓሳስባና እዱብ ይኸውን እዱብ ማለት ተረዲእና ኣሎ ምሽ ደቃ ሓሲብካ ኣደይብካ ኣውሪድካ እድብ ዝበለ ነገራት ጌርካ ክትከይድ ይገብረካ ማለት እዩ መን መንፈስ ቅዱስ ዝነፈሶ ፅሑፍ ማለት እዩ እግዚኣብሔር ይመስገን ክብሪ ንኣምላኽ ኹን። እዚ ሕው ፕራክቲስ እናገበርናዮ ኢና ክንከይድ ደለና ማለት እዩ ስለዚ ንጢሞቴዎስ እዩ ጳውሎስ ከምዚ ገይሩ ዝምዕዶ ዘሎ ኣብዚ ዘመን እዚ ድማ ንዓና ይምዕደና ኣሎ ማለት እዩ ኣብ ራብዓይ ምዕራፍ ሓደ ክሳዕ ሸሞንተ ዘላ ንዓ ሕፅር ዝበለ ርኢና ኣመስጊና ክንውዲ ኢና እንታይ ደኦ ሽዑ ኣእዛኖም ኣስሒቦም ደኣ ብትምኒት ርእሶም መምህራን ክይክቦ እምበር ነቲ ጥዑይ ትምህርቲ ዘይዕገሱሉ ዘመን ክመጽእ እዩ ይብሉና እቲ ሕጂ ሓቂ ሓቂ እዩ እንታይ ዶ ነዚ መጽሓፍ ቅዱስ እዚ ጠቒስካ ከተንብበሎም ዘይደልዩ ዘመን መጽኡ ኣሎ እዩ መጽኡ ኣሎ እዩ ምክንያቱ ነኖ ትንቢት ተነበየ እዚ ደኣ ፈልጦ እንደ ያ እዚ ጽሑፍ እዚ ኣቅምጣ ሳድሓነይ ካበይ ኹም ትደልዩ በቃ ሓድሽ ሓድሽ መገለጢ ማለት ሓድሽ ምግላጽ ካብኡ ኾይኑ ሕጂ እንታይ ይኸውን ሰብ የእዛኑ እንታይ ይደሊ ማለት እዩ በቃ ንዑ ዝሰማምዖ ዝጥዕሞ ንዑ ዝጥዕሞ ነእዛኑ በቃ ጥዕም ጥዕም ከም ጥዑም ዜማ ከም ዝጥዕሞ ቃላት እንታይ ይገብር ማለት እዩ ዝደልየሉ ዘመን ክመጽእ እዩ ሾን መጽእ እዩ በቃ ሓድሽ ነገር በቃ ከምዚ ምሽ ኣለኩም መጽሓፍ ቅዱስ ኣንቢብካ ካብ ምስባኽ ጽድቂ ካብ ምምሃሲ ስግደፎ እንዶ ድበሃለሉ ዘመን ክመጽኡ መጽኡን ርኢናዮ ኢና ብዙሕ ነገር ኣብ ሂወት ርኢና ብዙሕ ተጓዒዙ ብዙሕ ነገር ተራእዩ ስለዚ ከምኡ እዩ ዘይዕገሱሉ ማለት እዩ ስለዚ ነቲ ጥዑይ ትምህርቲ እዚ እንታይ ገበሩ ማለት እዩ ዘይዕገሱሉ ይብል ፅድቂ ክትምህር ተደለኻ ስክ ግደፈና ዶ ይመፅእ ኣይዕገስን ክሰምዓካ ሰብ ኣይደልን ተስዮም ዝወፁ ሰባት ክመፁ እዮም ማለት እዩ ፅድቂ እናተሰብከ ከሎ ያ ሽዑ ኣእዛኖም ካብ ሓቂ ኼልግሱ፣ ናብቲ ውጹያት እውን ኪምለሱ እዮም እሞ፣ ብዅሉ ዓቕልን ብምህሮን እቲ ቓል ክትሰብኽ ይብና ኣትዩ። ስለዚ ኢልና ኣለና ንዅላትና ርእስና ከም ኣገልገልቲ ጌርና ንወሰዳ። ሰባኻይ ክበሃል ማለት ኣብ መድረኽ ኮይኑ ዝሰብኽ ጥራይ ኣይኮነን፣ ህይወት ስብከት እዩ። ኮፍ ኢልና ምስ ሰባት ክንዛረብ ከለና ብቓል ኣምላኽ ንሱ ባዕሉ ሰባኻ ኢኻ ሰባኺት ኢኺ ኮንኪ ዘለኺ ሰባኺ ኢኻ ኢኾንካ ዘለኻ ስለዚ እንታይ ክትገብር ኣለካ እዩ ድብል ዘሎ ማለት እዩ ብኹሉ ዓቕልን ብምህሮን እቲ ቃል ክትሰብኽ እዩ ብግዜኡን ብዘይግዜኡን ከ ከተስምዕ ሕጂ ክስማዕ ዘለዎ ካንታ ክገብር ኣለዎ ማለት እዩ ክሰማዕ ኣለዎ እቲ ልክዕ ዝኾነ ሰብ ከኣ ክሰምዖ ዘለዎ ነገር ሓደ ሓደ ግዜ ክንሰምዖ ዘይደሊ ምሽ ኣለኩም ሓደ ሓደ ግዜ ከምዚ ሰባት ሲናዕና ዝርእዩና ነገራት ኣሎ ዝርእዩለይ ትርእዩለይ ወይ ከዓ ዝርእየልኩም ነገር ግን ቻለ ከሳኩ ከምዚ ኢኻ ክትብሎ ሲ ዘይትኽእል ግን ብሓቂ ከምኡ ተደይልካዮ ሲ ሰብታይ ይከውን እዩ ኣይዕረን እዩ እዚኣ ኣላትካ እዚ ዕርዮ እዚ ነገር እዚ ዝካየዳ እዚ በቃ ኢልካ ክትገንሕ ሲ ኣለካ ኢሉ ማለት ነገልጋሊ እዩ ዝዛረብ ዘሎ ንማሕበር ኣምላኽ እዩ ንቴዎስ ከም ማሕበር ኣምላኽ መራሒ ገይሩ ገይሩ እዩ ዝምዕድ ዘሎ ግን ንኩላትና ጌርና ንውሰዶ ኢና ኦኬ እዩ ማለት እዩ ስለዚ ክትገንሕ ኣለካ ክትምዕድ ኣለካ ኢሉ ክትገንሕ እውን ኣለካ ክትቀፅዕ እውን ኣለካ ክትምዕድ ኣለካ ስለዚ እዚ ኣብ ቅድሚ ኣምላኽን ኣብ ቅድሚ እቲ ንህያዋንን ንምታትን ክፈርድ ዘለዎ ክርስቶስ የሱስ በቲ ምግላጹን መንግስቱን የማሕጽነካ ኣለኹ ኢልዎ ሕጂ እንታይ እንታይ ኣምጽእዎ ደኣ እዚ ብዛዕባ ብዛዕባ እቲ ኣብ መንግስትን ምግላጽ ናይ የሱስ ክርስቶስ እንታይ ድዩ ሃለና ኣብቲ ግዜ ፍርዲ ጎይታ ዝፈርደሉ ግዜ ሲ ንስኻ ዘይቀጻዕኻዮም ንስኻ ደይኣለኻዮም ንስኻ ደይገናሕኻዮም ነገራት ሲ ሰኣን ከምኡ እቶም ሰባት እዚኣቶም ኣብ ቤት ፍርዲ መታን ከይቀርቡ ሲ ስለዚ ኣብኡ መታን ክትምካሕ እንታይ ግበር እዚ ነገር እዚ እንታይ ግበሮ ግበሮ ኢሎ ማለት እዩ ከምኡ ክንገብር የማሕፅነና ኣሎ ማለት እዩ ስለዚ ንስኻ ንስኺ ግና ብኩሉ ተጠንቀቕ ኢሉ መከራ ፅገብ ግብሪ ወንጌላዊ ግበር ኣገልግሎትካ መልእ ይብለና ማለት እዩ ስለዚ እሙናት ኮና ኢልና ኣለና ማለት እዩ እቲ ናይ እግዚኣብሔር እግዚኣብሔር ድሃበና ክንምልእ ከም ዘለና ማለት ጠጠው ኣይንበል ነገልግል ንኺድ ንወስኽ ንቤት ኣምላኽሲ ንምግልጋላሲ ንዳሎ ደይተዳሎ ከም ዘለኹም ኣብ ኣገልግሎት ደይኣቶ ከም ዘለኹም ኣሕዋት በባኹም ተግበርዎ ኣዳልውዎ ንዳሎ እግዚኣብሔር ይደል ይገልገል ቤት ኣምላኽ ትገልገል ሱቕ ኢልና ከምዚ ተመላለስቲ በቃ ክሳይ ኮይና ኣይንመላለስ ከነገልግል ኢና ክንዳሎ ኣለና። ርእስና ግን እንታይ ክንገብር ኣለና? ከነዳሉ ክንክእ ኣለና። ብመንፈሳውነት ዘበለ ክንዳሎ ኣለና። ብቃል ኣምላኽ ክንብርታዕ ኣለና። ብመንፈሳውነት ክንዓቢ ኣለና። ክንረኣይ ኣለና ማለት እዩ። ክረኣይ ኣለዎ እቲ ውሽጥና ዘሎና ናትና እግዚኣብሔር ድሃበና ጸጋ። ኣንተወይ ከምኡ እንዳተጸለየ ከሎ ጳውሎስ እንታይ ኢሉ ማለት እዩ ብዛዕባ ገዛ ርእሱ ሽዑ ኣነ ኢሉ ካብ ብሕጂ እስዋእ ኣለኹ ኢሉ ማለት እዩ እታ መዓልቲ ምስንባተይ በፂሓ እያ እሞ ኢሉ ማለት እዩ ናይ መወዳእታ መዓልቲ ክዛረብ ከሎ ግን ኢሉ ሰናይ ግድሊ እንታይ ገይረ ተጋዲለ እስከ ሰናይ ግድሊ እንታይ ገይረ ተጋዲለ እቲ ጉያ ወዲኤ ነታ እምነት ሓልየ ሰለስቴን ከንዳን ሰናይ ገድሊ ተጋዲለ እቲ ጉያ ወዲኤ ነታ እምነት ሓሌ ደጊምሲ ጎይታይ ንሱ እቲ ጻድቕ ፈራዲ በታ መዓልቲ እቲኣ ዝህበኒ ኣኽሊል ጽድቂ ተነቢሩለ ኣሎ ኢሉ ማለት እዩ ጳውሎስ ብዛዕባ ገዛ ርእሱ እንታይ ገይሩ ኣሎ ማለት እዩ ተነቢሩሎ ኣሎ ተነቢርለ ኣሎ ኢሉ ኣሎ ግን ከዓ ክውድኣ ከሎ ከዓ እንታይ ኢሉ ንዓይ ጥራይ ግን ኣይኮነን ናይ መወዳእታ ቃል ንኹላትና ዘዘንክፍ ማለት እዩ እዚ ግና ነቶም ምግሃዱ እንታይ ገብሩ ዘፍቅሩ ሕጂ ናይ ጎይታ ምግሃድ ምፍቃር የድሊ እዩ ማለት ሃረርታ የድሊ እዩ ማራናታ ጎይታ የሱስ ተሎና ቀልጢፍካ ምፃእ ዝብሉ ዝናፍቕዎ ንምምፅኡ ዝናፍቑ በቃ ነገራት ይወዳእ ጎይታ የሱስ ንናፍቀካ ኣለና ክትግለጽ ንደልየካ ኣለና በቃ ይኣክለና ናይዚ ምድሪ ናብራ እንዳበሉ ሰማይ ዝናፍቁ ንዓታቶም ያ ከም ፈቃዱ ዝነብሩ ንሳቶም እውን ከምኡ እንታይ ገብርም ናይ ጽድቂ ኣክሊል እንታይ ተገይርሎም ኣሎ ተዳልዩሎም ኣሎ እስከ ኩላትና ማራናታ ንበል ጎይታ የሱስ ተሎ ንዓ ንምግላጽ እንታይ ዝገብሩ ዘፍቅሩ ንምግሃዱ እንታይ ዝገብሩ ዘፍቅሩ በቃ ከነፍቅሮ ኣለና በቃ ምግላጽ ናይ ጎይታና የሱስ ክርስቶስ ነፍቅሮ ክብሪ ንእግዚኣብሔር ይኹን ዘፍቅሩ ኩላቶም ድማ እየ እምበር ንኣይ ጥራይ እንታይ ኣይኮነን ኣይኮነን ኢሉ ማለት እዩ ስለዚ እግዚኣብሔር መስገን ገለ ሓሳባት ሒዝና ክንከውን ተስፋ ኣሎኒ ቃል እግዚኣብሔር ከዓ ኩሉ ግዜ ሓድሽ ኣይምኖን እዩ ክብርና ኣምላኽ ይኹን እግዚኣብሔር ይመስገን ፓስተር መፅኻ ትመስግነልና ኢኻ ጎይታ ኣብዚሑ ይባርኽኩም